ናይ ውልቃዊ ተመክሮ እዚኣ እንተገደፍክዋ ባህል መለን ነይሩ ግን ድሓን ብሓፂሩ ኣብ ናይ ቋሚ ልኡኽ ኤርትራ ናብ ሕብረት ኣፍሪቃ ኣብ 2010 እዩ ዳግም ተኸፊቱ ቅድሚኡ ነስታ ሽዱሽተ ዓመት ውክልና ኣይነበረናን ብናይ ጸጥ ናይ ወያነ ስለዚ እቲ ኣብ 2010 ክምስረት ዳግመ ክምስረት ከሎ ብመሪሕነት ስዉእ ኣምባሳደር ግርማ ኣስመሮም ካብኡ ኣትሒዘ ኣብኡ ነይረ። ናታቶም ግብረ መልሲ ከም ንጽበዮ እዩ። ንሳቶም ንኤርትራ፣ ንህዝቢ ኤርትራ፣ ንመንግስቲ ኤርትራ፣ ንሻዕብያ ንኹሉ ኢሎም ከም ጸላኢ ወሲዶም ከጥፍኡና ከዳኽሙና ይሰርሕሉ ኣብ ዝነበሩ ግዜ ኣብ ውሽጢ ኮይንካ ዝሰርሕ ከቢድ ከም ዝኸውን ንጽብዮ ዝነበርና እዩ ኣብ ስራሕ ግና ጽልዋ ክፈጥረልና ኣፍቀድናሉ ምክንያቱ ንሕና ሃገር ወኪልና ኢና ንሰርሕ እሳቶም ኩሉ ክገብሩካ ክእሉ እዮም ካብ ሂወትካን ኣብ ኢዶም እዩ ምክንያቱ ሰራዊት ዘለዎ ናይ ፀጥታ ትካላት ዘለዎ ንናይ ኤርትራ ኣብ ልዕሊ ኤርትራ ማሰይቲ ንምውራድ ድሕር ዘይብል ጉጅለ ስለ ዝነበረ ንዑ ኩሉ ተፃዊርካ እዩ ስራሕ ስራሕ ኣብ ስራሕ ልክዕ ኣብ ካልእ ምክንያቱ ስቲ ኤምባሲታት ሕጂ ግዛኣት ናይ ኤርትራ እዩ ኣብ ኢትዮጵያ ዘሎ ኤምባሲ ናይ ኤርትራ ብኤክስትራ ቴሪቶሪያሊቲ ናይ ሕጊ ከምዚ ናትና ኣካል ስለ ዝኾነ ከምኡ ጌርካ ካ ትሓስብ ስለ ዘለካ ብኸምኡ ኢኻ ትሰርሕ ኣብቲ ወፃኢ ዘሎ ነገራት ግን ክመፅእ ዝኽእል ስጋታት እንዳተቆፃፀርካ ናብ ስራሕ ኣተኲርካ እዩ። እቲ ኩሉ ዓይነት ካብ ዝነኣሰ ክሳብ ዝዓበየ ጸቕጥታት ነይሩ። ካብቲ ካብ ወያነ ምዃው ንላዕሊ ክንጽበ ኣይንኽእልን ኢና። እቲ ትፈልጥዎ ውድብ እዩ። ኣብ ልዕሌና ዘለዎ ፍርሒ ትፈልጥዎ እዩ። ኤርትራ ክሰምዕ ከሎ ዝስምዖ ስንባደ ትፈልጥዎ እዩ። ስለ ካብቲ ካብ ወያነ ምዃው ንላዕሊ ክንጽበ ኣይንኽእልን ኢና። እቲ ትፈልጥዎ ውድብ እዩ። ኣብ ልዕሌና ዘለዎ ፍርሒ ትፈልጥዎ እዩ ኤርትራ ክሰምዕ ከሎ ዝስምዖ ስንባደ ትፈልጥዎ እዩ ስለ ንዑ ኣብ ግመት ኣእቲኻ ኣብ ኮሚታት ኩነታት ኢና ወገነይ ክሳብ ሸሞንተ ዓመት ክሳብ እቲ ሰላም ዝመፅእ ኣብ ከም ኩነታት ሰሪሕና ኣብ መወዳእታ ክና እቲ ኩነታት ናብ ፅቡቅ ተቀይሩ እቶም ከሳብ ጉና ዝፍትኑ ዝነበሩ ተሰጊጎም እቶም እገዳ ክገብሩልና ዝደልዩ ነብሶም ዕፅዋ ዝብልዎ ባዕሎም ተኻቢቦም እቲ ኣብ መወዳእታ እቲ በትሪ ሓቂ ዓብሊሉ ስለ ዝወፀ እቲ ተገብረ መስዋእቲ እቲ ገብረ ስራሕ ዕውት ነይሩ ክንብል ንኽእል ሕጂ እውን ሓደ ካብ ኣብነታት ናይ ዕውት ፖሊሲ ዝናታት ወፃእን ኤርትራ ኢና ክንብልዎ